ሎማዓልቲ እቲ ዝብርትዐ ጸሓይ እዩ ሰላሳን ሓሙሽተን ኣትዩ ኣሎ ብዙሕ ሰብ ክሓምም እዩ ክመውት ይብሉ ኣለው ሕጂ ካብ ገዛ ኣይትውጽኡ ቬንትሌተር ከዓ ተድልየኩም እያ ቨንትሌተር ተድሊ ማይ ከዓ ሰለስተ ሊትሮ ንመዓልቲ ማይ ክሰቲ ኣለካ ክልተ ግዜ ክትሕፀብ ኣለካ እምበር ካልእ መድሃኒት የብሉን ከይዳ ኣላ ክትምልስ ኣገደይ

ደሓር በዓልቲ እስክንድር ልደቱ ዝበሃሉ እንታይ ብ ነይሮም ኣብ ጸልማት ግዜ ዕስራን ሸውዓተን በዓል መለስ ብ ነይሮም ሕጂ ከንታ ኮይኖም ኣብ እስር ቤት ኣትዮም ከምኣ እንደ ጽቡቅ ገበሮም እምበር ኦሮሞሲ ካብ ኦሮሞ ብርሃን ተረኺቡ ካብ ኣምሓራ ብርሃን ተረኺቡ ብዘይካ ጎረድ ጎረድ ሴክስ ጎረድ ጎረድ ሴክስ ሳላ መለስ እዩ ግድብ ገይርሎም ክንደይ ሰሪሕሎም ግን ደየመስግኑ ያ እንታይ ዲፍሎም ኣድጊ ዝብኢ ብዕራይ ህበይ እምበር ኢትዮጵያ እኮ እቲ መሬት ክፅቡቕ መዓት እዩ ን- ነቶም ኢትዮጵያ ኣልጊስካ ጃፓን ተምፆም ወይ ጥልያን ነቶም ኢትዮጵያ ቤተሰብቶም በዚ ኬንያ ሳውዝ ኣፍሪቃ ምስቶም ዙሉ ብኡ ሳዕስዑ ትብሉ ስቲፒዶ ህዝቢ ደሓር እቲ ኣሕመድ እንታይ ኢሉስ ኤርትራሲ ኣብ ሙሉእ ዓለም ብሰላም እያ ትፍለጥ እብል ስቲፒድ ኣታ ኢየሱስ ኮሮና ጌርካ ከረባ ብሎ ይብለ እሲ እያ ክትጥዕም ኣነ ዝክራ ወዲ ጸጋይ በራኺ ራህዋ ራህዋ ራህዋ ራህዋ ግን ብዙሕ እዩ ፍሪዶም ነጽነት ማዘር ፍቕሪ ጥዑም ነገር ራህዋ ሰብስ ክጥዕሙ ኣለዎ ምሽ እንተ ሓንቲ ግዜ ኢና ንነብር ክጥዕመካ ኣለዎ ያ እንድሕር ካብ ሕጊ ብሕጊ ደይ ተኸይድ ኮንካ

ማትስ ፊዚክስ ኬሚስትሪ ሳይኮሎጂ ፓርላማ ኣይፈልጥዎን እየ ዋላ ኬሚስትሪ እኮ ኣይፈልጥዎን እንታይ እዩ ዝብሎ እዚ ሃይድሮጂን እዩ እንድዒ ኣይፈልጦን እየ ብለካ እዚ ከዓ ሜርኩሪ ድብላዕ ድዩ ድብላዕ ኣይኮነን ሽነ ህዝቢ ኣፍሪቃ ኣለ ፒሮን ወረቀትን ከይሓዙ ሞቱ ሕጂ ካብ ከምዚኦም ድፍርሙ ኦሮሞ ኣብዚ ክሳይ ዝገብረሎም ቀለም ጅሩ ጅሩ ፍርም ጅሩ ጅሩ ክልተ ባናና ጅሩ ጅሩ ሰለስተ ባናና ያ ኣምላኽ ምስዘይ ኮይኑ ካ ፈጢርካና ምስ ኣህባይ ፈጢርካና ምስ ጋውና ምስ ዝብኢ ምስ ጉሪላ ናና ፊዚክስ ከምስ ንፈልጥ ፒሮን ወረቐትን ንፈልጥ ሕልና ኣለና ያ ግደፈሎም ንብል መሓሮም ንብል ምስ መን ፈጢሩና ምስ ዘልዝሉም መዓንጥኦም ኣውጺኻ ሽጦ ዓወት ንሓፋሽ ሽምዓ ወላዓሉ ሎሚ እውን ከም ትማሊ ትማሊን ጠሚነን እየን እናበልዓሰን እምበር ሕጂ ኣስመራ በለስ ሂብዎም ኣምላኽ ኣምላኽ ይሓይሽ ካብ ሻዕብያ ቁሩብ ኣምላኽ ይሓይሽ ነዘን ክልተ ወርሒ

ንኹሎም ሽምዓት ውልዓሎም መንግስተ ሰማይ ተቐበሎም ወ ስቓይ ዘይብሉ ኣታ ምስ ሻዕብያ እኮ ሕጂ ከዓ ንሳዋ እንታይ ይበሃል ኣሎ ደቂ ዓሰርተ ሓደ ክኾኑ እዮም ወ ሰብ የለን ኣበይ ኮን እያ ዘላ ትምለስ ትኸውን ወደይ ኩሉ ስብ ብተስፋ ነብር ትምለስ ትኸውን ጽባሕ ይሓይሽ ይኸውን ጥዑም ግዜ ይመጽእ ይኸውን ያ ካብ ኣንደበና ሓምሳን ትሽዓተን ዓመት ያ ሰብ ጨጉሪ ተወዲኡ ሰይቡ ተጸሊሉ ተኣሲሩ ጠፊኡ ብዘይካ ወዲ ክሉን ጓል ኣምከረን ኩሉ ሰብ ተጸሊሉ ወይ ውጭኻ ድቀስ ይነልፍ ትብል ኣሎ እምበር ቨንቲሌተር ክጣዕም ሰላም ነቶም ሰላም ትደልዩ ኣምላኽ ይሓግዝኩም ነቶም ሕያወት ነቶም ድጉማት ኮሮና ቫይረስ ከረብ ተብልኩም እቶም ተጣቕዑ ዘለኹም ንዕኡ ዝወለደት መሸኒት፣ ንዕኡ ዝወለደት መዓኮር፣ ንዕኡ ዝወለደት ማህጸን ትብሉ ዘለኹም በርቂ መጺኣ ኣብ ክልተ ምቕል ተብልኩም፣ ያው ንሓንቲ ኣደ ኸኣ ኣሎ ንዓይ ከኣ ሓግዘኒ የሱስ ቁሩብ ቁሩብ ተሓጊዝካኒ እኮ ኣነ ኣፍሪቃ እሞ ክመርሕ ኸእል ዋእ ሰብ ኮ የለን ኢትዮጵያ ሲ ሚእትን ዕስራን ሚልዮን ሲ ሓንጎል ዶ የብሉን መለኮታዊ ኣይፈልጡ መጸለኣዮም ኣይፈልጡ ጾይኖም ጥራሕ በትሪ ናቶም ግዜ ኣኽብሩ ሙሉ ምሸት ኢድየት ኢድየት ዝኾነ ህዝቢ ኤኒወይ ቻው ኢየሱስ መልስ ከከም ጠባይና ክለና ብዝታይ ኮሚኒ ኣዴ ማርያም ንኢየሱስ ኣተስእዮ